ሰላም ንዓኹም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ኣለኹም ንሎሚ ከምቲ ናይ መቐፀልታ ኩሉ ግዜ ዘቕርበልኩም ስራሓት ገዛና ኮንስትራክሽን ወይ ከዓ ናይ ክሽነ ሪሞድሊን ኣምፅኤልኩም ኣለኹ እዚ ክሽነ እዚ ልክዕ ከም ንሪኦ ዘለና ብቐደም ኣሰራርሓ ዝተሰርሐ ኮይኑ እቲ ኣብ መንጎ ክሽነን ኣብ መንጎ ዳይኒን ሩምን መንደቕ ነይርዎ እቲ ክሽነ ድማ ነቲ ዳይኒን ሩም ሕቑኡ ይሂብዎ ነይሩ ብሩኽ ብርሃን ስለ ዘይኣትዎ ዝነበረ ድማ ነቲ ገዛ ቁሩባ ጸልምት ኣቢልዎ ነይሩ ማለት እዩ። ከምኡ እውን እቲ ስፍሓት ናይቲ ገዛ ኸኣ ከም ጸቢብ ኣምሲልዎ ነይሩ። ሕጂ ኣብዚ እንገብሮ ነገር እንድሕር ኣልዩ እቲ ሕቑኡ ሂብዎ ዘሎ ንዳይኒን ሩም ኣብ መንጎ ዳይኒን ሩምን ኣብ ክሽነን ዘሎ መንደቕ ኣፍሪስና እቲ ክሽነ ኣብ ሓደ ቦታ ልክዕ እዚ ንሪኦ ዘለና ነቲ ዳይኒን ሩም ሕቑኡ ሂብዎ እቲ ክሽነ ኣለዎ በቲ ኣንጻሩ መንደቕ ድማ ወላ ሓንቲ ነጻ እዩ ዘሎ ማለት እዩ። ስለዚ እቲ ፕላን ናትና ነዚ መንደቕ እዚ ፍርቂ ኣፍሪስና እቲ ፍርቁ ናይ ሲንክ ካብነት ክንገብረሉ ኢና። እቲ ፍርቁ ዘሎ ከኣ ያ ከም ጣውላ ወይ ከኣ ብሬክፋስት ቴብል ክንጥቀመሉ ኢና ማለት እዩ። እዚ እቲ መንደቕ ምስ ፈረሰ እዩ ያ ፍርቂ ከፊትናዮ ኣለና። እኹል ብርሃን ናብቲ ክሽነ ከም ዝኣቱ ኮይኑ ብድሕሪኡ እቲ ቦታ እውን ኣብ ሓደ ዓይነት ሳይዝ ሓደ ዓይነት ቦታ ምስቲ ናይ ቀደም ክንሱ እንታይ ገይሩ ግን ኣስፊሕናዮ ሰፊሑ ኣሎ ማለት እዩ እኹል ብርሃን ከም ዝኣትዎ ኮይኑ ሙሉእ ብርሃን ፍኹስ ይብል ነቲ ገዛ ማለት እዩ ብድሕሪኡ ካቢነትና ከዓ ኦርደር ጌርና ምስ መፀና ድማ እዚ ንሪኦ ዘለና ዓይነት ካቢነት ቶኒ ዋን ሰንችሪ ዝበሃል ካቢነት እዩ ልከ በቲ ሳይዝ ናይቲ ቦታና ከዓ ብኡ መጠን ከዓ ዓቂና ኦርደር ንገብሮ እሞ ምስ መፀልና ከዓ ኢንስታል ንገብሮ ማለት እዩ ስለዚ እቲ መንደቕ ዝነበረ ተኸፊቱ እኹል ብርሃን ከም ዝኣትዎ ተገይሩ ናቱ ፊኒስትራ ናይ ቀደም ዝነበረ ኣረጊት ፊኒስትራ እውን ንዕኡ እውን ሓድሽ ፊኒስትራ ቀይርና ልክዕ ከምዚ ዝረኣየና ዘሎ ኣዲሽናል ናይ ሻንደሊር ላይት ወሲኽናሉ እውን እሱ መመላኽዒ ፕላስ ኣብ ዘድልየና ግዜ ከዓ ንዑ ጥራይ ዲም ጌርና ክነብርህ ከም ንኽእል ጌርናዮ ማለት እዩ ስለዚ እታ ቦታ እያ ጸባብ ትመስል ነይራ ግን እቲ ሓደ ዓይነት ቦታ ክንሱ ግን ኣብቲ ዲዛይን ናይ ምግባር ወይ ከዓ እቲ ኣይዲያ እንድሕር ረኺብና እኹሉ ቦታ ክንሱ ግን ፀቢብ ዝመስለና ማለት እዩ። ስለዚ ከምዚ ዓይነታት እንድሕር ኣሎ ወይ እውን ኣብ ገዛ ንገዝኣሉ ግዜ ከምዚ ዓይነት ምስ ንሪኦ ንክስታይና ያ ኣብቲ ቪዥን ቁሩብ ክስታይ ገብረናይ ግን ከምዚ ንዕኡ ኣሊና እውን ከምዚ ክኸውን ከም ዝኽእል ሓሳብ ንምሃብ እዩ ስለዚ ምናልባት ኣብ ገዛና ከምዚ እንድሕር ኣሊና እውን ያ ማች ግበርዎ ኣብ ገዛኹም ከምዚ እንድሕር ኣሊኩም ከምዚ ከም ዝቕየር ማለት እዩ ስለዚ ኣብዚ ሓሳብ እዚ ኩሉ ግዜ ገሬ ፕሮዳክሽን ናይ ስራሓት ገዛና ዘቕርበልኩም በቲ ዘምፀ ዘለኹ ተዓግቢ ክትህልውካ መዓል ምሉእ ተስፋ እየ